ከምቲ ኩሉ ግዜ ንብሎ ድማ ዝኾነ ይኹን ሓበሬታ እንተ ኣለኩም በዚ ኣብ ታሕቲ ዘሎ ቁጽሪ ስልኪ ብዋሳብ ክትረኽቡና ትኽእሉ ኢኹም። ብቐጥታ እምበኣር ናብቲ ሎሚ ኣዳሊናዮ ዘለና መደብ ክንጅምር ኢና። ብመጀመርያ ግን በዛ ሰብራዊት ደርፊ ናይ ጓል ኣንከረ መደብና ክንጅምሮ።

ሸው ዝቐረበ ሓደ ናይ መልመስቲ ጸገም ዘለዎ ሓውና ኣብዚ ማሕበራዊ ሚድያ ቫይራል ከይዱ ኩሉ ሰብ ዝከታተሎ ዘሎ ብፍላይ ድማ ክበራታታዕን ክሕገዝን ዘለዎ መንእሰይ ብፍላይ ውን መጽሓፍ ኣለኒ ዝጸሓፍክዎ ጠቓሚ ዝኾነ ንሕብረተሰብ ብምባል ኣብ ማሕበራዊ ሚድያ ሸር ዝተባህለ ርኢና ኔርና መጀመርያ ነቲ ናቱ ዘረባ ደጊምና ናባኹም ክነብሎ እሞ ብድሕሪኡ ክንብሎ ዘለና ነገር ክንብል ኢና።
ናተይ ራኢ ብሓፈሽኡ ከምዚ ናተይ ስንኩላን ብዙሓት ኣለዉ ንሶም ክወፁ ታለንት ዘለዎም ከምዚ ናተይ ማለት ገና እኳ ኣብ ልኡስ ደረጃ ተሃለዉ ከምዚ ናተይ ክወፁ ዘለዎም ስንኩላን ብዙሓት ኣለዉ ካባይ ዝበልፁ ንሶም ንክወፁ ዝያዳ ዕድል ንክትከፍት ክትሰርሓሉ ክላቦ ይደሊ ካልእ ከም መልእኽቲ ክሃልፎ ዝደሊ ከዓ ኣብ ሃገርና እዚ ፕሪማቹር ዝበሃል ንስንክልና ጠንቂ ክኸውን ዝኽእል ኣሎ ከምዚ ኣነ ዘለኹዎ ሕጂ ማለት እዩ ሶ ከምዚ ኣነ ሕጂ ዘለኹዎ ንኸይከውን ነዚ ፕሪማቹር ዝበሃል ከነጥፍኦ ክንክእል ኣለና ብኸመይ ኢና ነጥፍኦ ሓድሕድ እናተጓሳጎስና እናተመሃርና ስለዚ ኣነ ከዓ ካብዚ ተበጊሰ ዓቕመይ ከበርክት ስለ ዝደለኹ ብዛዕባ እዚ ትምልከት ነዚ ትምልከት መፅሓፍ ዘዳለኹዋ ውድእቲ መጽሓፍ ኣላ ብሕጽረት ኣቕሚ ገለ ገለ ኣይተሓትመትን ስለዚ ነዚ ነገር እዚ ከነጥፍኦ እንተኾይንና መጀመርያ እተን ኣዴታት ክፈልጣ ኣለዎም ክመሃራ ክፈልጣ ተኮይነን ከዓ ከንብባ ኣለዎን ወይ ኣብ ማስ ሜድያ ከዓ ከምኡ ዓይነት ዕድላት ክንፈጥረለን ኣለና ስለዚ ብዝከዓ ክትተሓባበሩ ንካሕትማ ክትተሓባበሩ ንካሕትማ ነቲያ መፅሓፍ ንካልኦት ከዓ ክትጠቅም እዚ ናተን ሽግር እንደገና ንከይድገም ንክንከላኸል ዒላማ ማለት እዩ ዝተረፈ ኣብ ቀፃሊ ውድድር የራኽበና ፀፅቡቕም ነይርኩም ሰላም
ሓራይ ከምዚ ክንሰምዖ ዝጸናሕና ኣብዚ ማሕበራዊ ሚድያ ብዙሓት ሰባት ተሌፎኑ ይሓቱ ኣለዉ ብዙሓት ሰባት ድማ ክሕገዘሉ ዝኽእል መንገዲ ክፍጠር ክኽእል ኣለዎ ይብሉ ኣለዉ ገለ ሰባት ድማ ነቲ መጽሓፉ ኣዝዩ ጠቓሚ ስለ ዝኾነ ክተባባዕን ሞራል ክወሃብን ስለ ዘለዎ ከምዚ ክብሎ ዝጸንሐ ውን ንሕብረተሰብ ኣዝዩ ጠቓሚ ዝኾነ መጽሓፍ ጽሒፈ እዮ ኣለኹ ስለ ዝብል ዘሎ ብዙሓት ኤርትራውያን ድማ ኣብዚ ማሕበራዊ ሚድያ ክንሕግዞ ይብሉ ኣለው። ብወገንና ንሕና ከም ነባት ሚድያ ውን ናብ ኤርትራ ደዊልና ኔርና ነዚ መንእሰይዚ ዝሕገዘሉ መንገዲ ባይታ ክጣጥሓሉ ከም ዘለዎ ብምባል ኣባላት ናይ ፉርቲ ሸው ድማ ኣካየድቲ ናይቲ ዩቱብ ቻነል ባዕሎም ናብ ህዝቢ ከቕርብዎ ምዃኖም ካልእ እውን ዝተፈላለየ ሓገዛት ክገብርሉ መደባት ይሰርዑ ምህላዎምን ብውሽጢ ሓቢሮምና ኣለው። ብዝተኻእለ መጠን ግን እዚ መንእሰይ እዚ ብቕልጡፍ ናብ ህዝቢ ወፂኡ ወይ ድማ ሓገዝ ዝግበረሉ ባይታ ተፈጢሩ ክሕገዘሉ ዝኽእል መንገዲ ክቀላጠፍ ክኽእል ኣለዎ በሃልቲ ኢና። ንእግረ መገድና እውን ኣባላት ፉርቲ ሸው ነዚ መንእሰይ እዚ ብቕልጡፍ ናብ ህዝቢ ኣምጺኹም ዝሕገዘሉ መንገዲ ወይ ድማ ባይታ ክትፈጥሩ በዚ ኣጋጣሚ እዚ ክንሕብር ንፈቱ ወይ ድማ ክንላቦ ንፈቱ። ናብ ካልእ ምስ እንሓልፍ ተኻታተልቲ ናባቲ ሚድያ ኣዝዩ ጠቓሚ ዝኾነ ሓበሬታ ሓደ ንኡስ ሓውና ውን ኣብዚ ኤውሮጳ ንኹሉ ኣብ ኤርትራ ይኹን ኣብ ኣፍሪቃ ይኹን ኣብ ካልእ ክፍለ ዓለማት ዝርከቡ ኤርትራውያን ኣሕዋትና ብፍላይ ድማ ንኣወዳት እትምልከት ሕጽር ዝበለት ኣዝያ ጠቓሚት ማዕዳ ወይ ድማ ምኽሪ ወስ ኣቢሉ ኣሎ እሞ ኣገዳስነቱ ስለ ዝተራእየና እውን ናባኹም ክነብሎ ሓቢርና ንከታተሎ።
ወድተባዕታይ ናይ ካዚኖን ኩሉ ነገር በጺሕናዮ ኢና። ቴስዓን ሓሙሽተን ሚእታዊት ወድተባዕታይ ሰንከፍከፍ ስለ ዝበለ እዩ ጓል ኣንስተይቲ ድማ ማእዝና ጠፊእዋ ዘሎ። እሳ ደቅኻ ትዕብየልካ ንስኻ ካዚኖ ትጻወት እሳ ደቅኻ ትሓጽበልካ ንስኻ ድማ ኣብ ኣብ ሳሎን ኮፍ ኢልካ ትጸንሕ ንሳ መግቢ ትሰርሓልካ ንስኻ ድማ ምስ ካልኦት ትደዋወል ትጸንሕ መ እሳ ገዛ ተጽሪ ንስኻ ድማ ኣብ ላዕሊ ከይንካ ምስ ደቂ ንሽቶ ተዕልል ምጽእ ምስ በለትካ ድማ ዕጹው ተብላ ዋት ደቂ ተባዕትዮ ንሕና እኮ ኩሉ ንፈልጦ እኳ ኢና ንጓል ኣንስተይቲ ከይሓዝካ ንጓል ኣንስተይቲ ከይክበርካ ዝመጽእ ናብራ የለን ፈቲኻ ጸሊኻ ከምኡ ኣቦኻ ኩን ዕጡቕ በዓል ስረ እሳ ዳ ኣትሊስ ከማናታ ገሊኹም እኮ ትሕዝኑ ኢኹም ናይ ጓል ኣንስተይቲ ሶሪ ኣብ ውሽጠን ገይረንኦ ዝኸዳ ደቂ ኣንስትዮ ብጣዕሚ እዞም ኦቲዝም ወሊደን ዘለዋ ደቀን ኦቲዝም ዘለወን ኣብዚ ኣለኹም ሰለስተ ዓመት ርኢኹሞም ዘይትፈልጡ ደቅኹም ኣሽማትኩም ምጠዋዕኹም ኣብዚኣ ኣብዛ ላይፍ ትውዕሉ ኣነ ዝፈልጠኩም ሰበይትኹም ሰለስተ ዓመት ክልተ ኦቲዝም ዝሓዛ ሪኢኹሞም ዘይትፈልጡ ደቅኹም ሰለስተ ዓመት ሙሉእ ኣነ ዝፈልጠኩም ኣለኹ ኣድላይ ተኮይኑ ሓደ መዓልቲ ቦሎ ተይላትኒ ከምፃኩም እየ ቦሎ ድሓን ኣላድዶ ተይላትኒ ከላድደኩም እየ ጓል ኣንስተይቲ ሶ ክብርቲ እያ ጓል ኣንስተይቲ ሓደ ክልተ ክህልዋ ይኽእላ እየን ሓዳር እናደለኻ ከለኻ ምስ መንፋዕትኻ ክትፋለለ ትኽእል እያ እተን ዝበዝሓ ግን ምሒር ስለ ዘሸገርካየን ኢኻ ኣለኹም እኳ ስለ ዘምጻኹመን ምስ መን ይደውልልኪ ሰብ ዘይኮነት ኢና ንምንታይ ዳሞ ሞባይል ገዚእኻላ ንምንታይ ሞባይል ገዚእኻላ መን እዩ ድውለልኪ ዘሎ መን እዩ ዓሰርተ ግዜ መን እዩ ቴሌፎን ዝፅሕፈልኪ ዘሎ መን እዩ ኣነ ምስ በፅ ብራዘር ግደፋባ ምስ ሰባ ክትረዳዳ ምስ ሰባ ክትዘራረብ ሓሳባ ክትለዋወጥ ዋእ ሕጂ ኣብዚ ኣለኹም ኣምጻዮ በሎም ተይላትኒ ኣነ ዝፈልጠኩም ኦቲዝም ዘለዎም ደቅኹም ሰለስተ ዓመት ሙሉእ ሰለስተ ዓመት ሙሉእ ደቅኹም ዘይረኣኹም ሰባት ኣለኹም ኣብ ሓደ ዓዲ ከለኹም ኣብ ሓደ ዓዲ ኣብ ሓደ ሃገር ከለኹም ሶሪ ኣብ ሓደ ዓዲ ኢለ ኣብ ሓደ ሃገር ከለኹም ደቅኹም ርኢኹም ዘይትፈልጡ ኦቲዝም ዘለወን እቲ ሓደ በቲ ኸይድ እቲ ሓደ በቲ ኸይድ ተካል ናብራ ዝሕልፋ ደቂ ኣንስትዮ ኣለዋ ጽባሕ ንጎ ምስ ጎበዘ ኣምላኽ ድማ ምሉእ ምሕረት ምስ ገበረሉ እዚ ወደይ እናበልካ ስእሊ ትእትው ኣነ ከዓ ዝገድመኒ ኣብ ፈይስቡክኩም ከዓ ስእሊ እኳ ትእትውኹም ካብቲ ናሃታ ፔች ወሲድኩም ልቢ ዝወደይ ኢልኩም ልቢ ጌርኩም ሸር ትገብርዎ ኖ ስኖት ኢናፍ ብራዘር ኣብ ጌጋ መገዲ ኣለኻ ወድ እንድሕር ወሊድካሲ ንደቅኻ ንበር ሓግዛ ብፍላይ እዘን እዞን ኦቲዝም ዘለወን ደቀን መፂኻ እንድሕር ዘይትርእኸንካ እመኑኒ ኣይትእመኑኒ ጽቡቕ ናብራ ክትርኢ ትኽእል ኢኻ ኣብ ዓለም ከለኻ ኣብ ዓለም ከለኻ ሕሰምካ ኣብ ቅድሜኻ ኣምላኽ ከርእየካ እዩ ኦቲዝም ዘለዎም ደቀን እንድሕር ዘይትሕግዛ ሃሊኻ እንድሕር ዘይትሪኣ ሃሊኻ እንድሕር ኣነ ክሕዘልኪ ሓንሳእ ዋላ ውፅኢት ዘይትብላ ሃሊኻ ዘይትሕግዛ እንድሕር ሃሊኻ ፅባሕ ንጎ ብለካ ኣለኹ ዕድሜኻ ሙሉእ ሕሰም ክትርኢ ኢኻ ኣብ መሬት ከለኻ ብለካ ኣለኹ ኣብ መሬት ኮለኻ መሬት ክትፅልምተካ እያ ኣብ መሬት ኮለኻ ብለካ ኣሎ እመነኒ ኣነ ዝብለካ ስሬስ ዝዛረበካ ኣብ መሬት ኮለኻ መሬት ክትፅልምተካ እያ ሶ ካብ ሎሚ ጀሚርካ ሶሪ ተጋጌ ነይረ ሰበይተይ ኢልካ ሓግዛ ሓዳርካ ኣይትቕፅል ንዓኻ ይምልከት ግድን ኣይኮንካን ምስ ደይ ትፈትወካ ወይ ምስ ደይ ትፈትዋ ክትቕፅል እንተቐፀልካ ፅቡቕ እዩ እንድሕር ዘይኮነ ድማ ሓግዛ ንደቅኻስ ንበር
ኣብ ልዕሊ ደቂ ተባዕትዮ ነዚ ጸገማት እዚ ዝገብሩ ደቂ ተባዕትዮ ዝምልከት እዩ። ንኹሉ ወዲ ተባዕታይ ወይ ድማ ንኹሉ በዓል ሓዳር ዝምልከት ኣይኮነን። ግን ካብኡ ናብኡ ነዚ ከምዚ ዓይነት ጉድለታት ዘለዎም ንደቂ ኣንስትዮ ክሕግዙ ዘይክእሉ፣ ኣብ ልዕሊ ደቂ ኣንስትዮ ከቢድ ጸቕጢ ዝገብሩ፣ ከምኡውን ንደቆም ቁሊሕ ዘይብሉ፣ ብፍላይ ድማ ገለ ሕማማት ወይ ድማ ስንክልና ከም በዓልዚ ኦቲዝም ዝኣመሰለ ሕማማት ዘለዎም ብዙሓት ደቂ ኣንስትዮ በይነን ተሸጊረን ከርተት ዝብላ ወይ ድማ ዘዕብያ ዘለዋ ክትሕግዝወን ከም ዘለኩም ሞራል ክትህብወን ከም ዘለኩም ዋላ ሽሕ ግዜ ተፈላለዩ ደቅካ ቁሊሕ ክትብል ከም ዘለካ ሓፈሻዊ ምክርን ማዕዳን እዩ ዝህብ ዘሎ እዚ ሓውና ስለዚ እዚ ምክሪ እዚ ወይ ድማ እዚ ማዕዳ እዚ ድማ ነቶም ከምዚ ንገብር ዘለና ወይ ድማ ኣብ ከምዚ ነገራት ተዋፊርና ዘለና ኣብ ልዕሊ ደቂ ኣንስትዮ ጸቅቲ ንገበር ዘለና ክንእረም ከም ዘለና ኣካይዳና ክነመሓይሽ ከም ዘለና እዩ ማዕዳን ምኽርን ዝበና ዘሎ ዝሓውና ብፍላይ ድማ ኣዝዩ ጠቓሚ ስለ ዝኾነ ኩላህና ናብ ሸር ክንብሎ ድማ ደጊምና ደጋጊምና ክንሕብር ንፈቱ። ናብ እዋናዊ ጉዳይ ወይ ድማ ናይዛ ትዓኑ ዘላ ወይ ድማ ትፈርስ ዘላ ፈርካሽ ኢትዮጵያ ንዓኣ ዝምልከት ሕጽር ዝበለ መደባት ውን ክህልወና እዩ። እዞም ሓለፍቲ ናይ ፋኖ ጽቡቅ ጌሮም ፈሊጦሞ ኣለዉ እዚ ቆሻሻ ስርዓት ብልጽግና እንታይ ዓይነት ዕላማ ከም ዘለዎ ወይ ድማ ስለምንታይ እዩ ምስ ኤርትራ ምትክታክ ዝገብር ዘሎ ውን ሓበሬታ ሂቦም ኔሮም ንዑ ዝምልከት ሕጽር ዝበለ ቪድዮ ኣለና ናብኡ ከብለኩም። ሰብ የሚያወራው ለኢትዮጵያ ክብር ለኢትዮጵያ ፕራይድ ኢትዮጵያ የባርበር እንዲኖራት አስቦ እንዳይመስላችሁ አይደለም። ዩናይትድ ዓረብ ኢሚሬት ዓሰብ ላይ ኢንቨስት ኣድርጋ ነበር ሻዕብያ ኣባርሯት ኣሎ ያንን ቂም በአብይ አህመድ በኩል ልታወራርድ ነው። ከምዚ ክንሰምዓ ፀናሕና እዩ ተኸታተልቲ ናባት ሚድያ እዚ እቲ ሓቂ እዚ ስርዓት ብልፅግና ዝበሃል ዘሎ ወይ ድማ እዚ ኣብይ ኣሕመድ ዝመርዖ ዝመርሖ ዘሎ ፈርካሽ ኢትዮጵያ ኣብዚ እዋን እዚ ድሌት ናይ ባሕሪ ወይ ድማ ልኡላውነት ክብሪ ወይ ድማ ሓድነት ናይ ኢትዮጵያ ዝሰርሕ ዘሎ ከይመስለኩም እቲ ቀንዲ ዕላምኡ ክነግረኩም ኢሉ ነግሮም ኣሉ እዚ ከዓ እዛ ኢማራት ትበሃል ኣብ ዓሰብ ወፍሪ ገይራ ነይራ ሻዕቢያ ስለ ዝሰጎጋ ግን ንዕኡ ቂም ንምውርራድ ወይ ድማ ሕነ ንምፍዳይ ተባሂሉ ስለምንታይ ተስጉጉ ዝዓይነቱ ብመንገዲ ኣብይ ኣሕመድ በዚ ዝጠፈሸ ስርዓት ብልጽግና ገይራያ ኣብ ልዕሊ ኤርትራ ምትኹታኽ ፈጢራ ካልእ ሕነኣ ክትፈዲ ትፍትን ዘላ ብምባል እዩ እቲ ሓቀኛ ወይ ድማ ተግባራት ናይቲ ስርዓት ብልጽግና ገሊጽዎ ኣሎ ተለኣኣኺ ምዃኑ ከኣ ጽቡቕ ገይሮም ፈሊጦሞን ተረዲኦሞን ኣለዉ ማለት እዩ።

ፋኖ ብጣዕሚ ጽቡቕ ጌሮም ነቒሖምሉ ዘለዉ እዮም። ንሳቶም ዘገድሶም ወይ ድማ ንሳቶም ዝረኣዮም ነገራት እንድሕር ኣሎ፣ ኣብ'ቲ ኣብ ኢማራት ዓረብ ዝስረሓሎም ቪላ ወይ ድማ ዝወሃቦም ጉንዖ፣ ኣብ በዓል ኣሜሪካ ይኹን ኣብ ካልኦት ሃገራት ድማ ዝሃንጽዎ ርሻናት ጥራይ እዩ ዝረኣዮም ብምባል እቲ ሓቀኛ መስመር ወይ ድማ እቲ ሓቀኛ መገዲ ሒዞም ኣለዉ። እዞም ፋኖ እዚኣቶም ፈሊጦሞ ኣለዉ ጽቡቕ ጌሮም። ከምዚ ገይሮም ነቲ ሕብረተሰቦም እንተ ኣንቂሖሞ፣ ከምዚ ገይሮም ደኣ ነቲ ሕብረተሰብ እንድሕሪ ደኣ ወዲቦሞ፣ ፋኖ ኣብ ቀረባ እዋናት ከኣ ነዚ ስርዓት ወዲ በሻሻ ክዓልዉዎ ምዃኖም ወይ ድማ ካብቲ ዘለዎ ስልጣን ከባርርዎ ምዃኖም ከኣ ርዱእ ነገር እዩ ማለት እዩ። ስለዚ ዓወት ናይ ፋኖ ሓቀኛ መስመር ሒዞም ስለ ዘለዉ ምዕዋቶም ከኣ ዘይተርፍ እዩ። ብመንፅር እውን እንድሕር ርኢናዮ ኣብ ዝተፈላለዩ እዚ ናይ ምኽክር ኮሚሽን ወይ ድማ ናይ ዝርርብ ኮሚሽን ብዛዕባ ናይ ኢትዮጵያ ከመይ ገርና ካብ ፀገም ነንሕድና ዝብል ሓደ ጉጅለ ወይ ድማ ሓደ ውድብ ተመስሪቱ ኣሎ ኣብ ኢትዮጵያ ንሱ ከዓ ኣብ ኤውሮጳ እውን ጉዕዞ ብምግባር ምስ ህዝቢ ክመኻኸር እየ ብምባል

ከዛ ውጪ ኮሚሽነሯ በሁለት መቶ ስልሳ አምስት ወረዳዎች ሄደን ተነጋግረናል አሉ። እንዴት ነው በሁለት መቶ ስልሳ አምስት ወረዳዎች ጦርነቱ ፕላኔት ላይ ነው እንደሚካሄደው? ፕላኔት ላይ አይደለም የሚካሄደው።
ኣራይ ከምዚ ንሰምዖ ዝፀናሕና እዚ ትገብርዎ ዘለኹም ሃገራዊ ምክክር ዝበሃል ዘሎ ነዚ ኣብዚ ዘሎ ጥራይ ዝይሰብ ወይ ከዓ ነዚ ሰብ ጥራይ ዲኹም ሃገራዊ ምክክር ኢልኩም ትዛረቡ ዘለኹም ካልእ ኣብ ደገ ብዙሕ መንእሰይን ብዙሕ ህዝብን ኣሎ ስለምንታይ ኢኹም ከ ብዛዕብኡ ዘይትሓስቡ ወይ ድማ ንዕኡ ክተሳትፍዎ ዘይትኽእሉ? ካልእ ከኣ ፈላሊኹም እቲ ኲናት ፈሊኻ ድዩ ዝካየድ ዘሎ? ኣብ ክልተ ሚእትን ሓምሳን ቦታታት ናይ ክልል ኣምሓራ ይኹን ናይ ኢትዮጵያ እዚ ሃገራዊ ምኽክር ዝበሃል ንሰርሓሉ ኣሎና ትብሉ ኣለኹም። እቲ ኲናት ብመደብ ወይ ድማ ዓድታት ፈሊኻ ዲኹም እትገብርዎ ዘለኹም ብምባል ይሓቶ ኣሎ ማለት እዩ።

ሓቂ እዩ ኣብዚ ትስሕቁ ዘለኹም ብዙሕ ዝገርመና ኣይኮነን ምክንያቱ ናይ ዝብኢ ኣማኸርቲ ስለ ዝኾንኩም ወይ ድማ ናይ ጨፍጨፍቲ ኣማኸርቲ ወይ ድማ ደገፍቲ ስለ ዝኾንኩም ይብለሉ ኣብ ጋሸና ዝነበረ ኩናት ድማ እዚ ፋኖ ዝበሃል ዘሎ ሓይሊ ንምሩኻት ክቕልብ ስለ ዘይክእል እውን ብዙሕ ፅቡቕ ክንክን እናገበረ ንቐይሕ መስቀል ኣረኪብዎም ኣሎ ይብሎም ኣሎ ካብኡ ንዑ ዝምልከት ሕፅር ዝበለት ሓንቲ ስእሊ ለሃና ኣብዚ ከምዚ ትሪእዎ ደለኹም ተኻታተልቲ ነባት ሚድያ እዚኦም ፋኖ ከባቢ ዕስራን ክልተን ሽሕን ሸውዓተ ሚእትን ዝኣኽሉ ምሩኻት ሒዞም ኣለዉ ፋኖ ማለት እዩ ስለዚ ካብዚኣቶም ድማ እቶም ሰለስተ ሚእትን ሓምሳን ብኸቢድ ዝቖሰሉ ስለ ዝኾኑ ፋኖ ውን ብዘለዎ ዓቕሚ ኩሉ ነገር ክንክን ክገብረሎም ስለ ዘይክእል ንቐይሕ መስቀል ኣረኪብዎ ስለዚ ጉድ ናይዚ ስርዓት ብልጽግና ድማ ናብ ምሉእ ዓለም ተቓሊሑ ኣሎ ሓደ ዝጠፈሸ ዝወድቕ ደሎ ስርዓት ምዃኑ ከኣ መርኣያ እዩ

ብምሉእኩም እቶም ናቱ ደገፍቲ ወይ ድማ ናይ ኣዛብእ ኣማኸርቲ ኮንኩም ዘለኹም'ውን ካብ ተግባራትኩም ተቆጠቡ ብምባል እዮም መልእኽትታቶም ዘሕልፉ ዘለዉ ማለት እዩ። ጥራይ እምበር ተኻታተልቲ ነባት ሜድያ ንሎሚ ኣዳሊናዮ ዝነበርና ሕጽር ዝበለ መደባት ነዚ ዝተኻተተልኩሞ ይመስል ነይሩ። ኣብ ቀጻሊ ብኻልእ ፍልይ ዝበለ መደባት እውን ክሳብ ንራኸብ ኣብ ዘዘለኹሞ ሰላምን ጥዕናን ንዓኹም ይኹን።